ሰላም ከመይ ትውዕሉ ክቡራት ተኸታተልቲ ፈነወ ኤሪ ቲቪ ንሎሚ ቀዳም 29 ታሕሳስ ቀትሪ ዝተዳለወ ዜናዊ መሰናድወ ሒዝናልኩም ቀሪብና ኣለና ንምክትታልኩም ብክብሪ ዝዕድም ኻልድ መሓመድ ብርሃን እየ ብቐንዲ ነጥብታቱ ክፍልም ባይቶ ዞባ ደቡባዊ ቀይሕ ባሕሪ መበል ዓሰርተ ሓሙሽተ ምዱብ ኣኼቡ ኣካይዱ። ኣብ ዞባ ጋሽ ባርካ ብምውህሃድ መደብ መኸተ ልምዓት ኣድማዕቲ ስራሓት ተሰላሲሎም። ምምሕዳር ከተማ ባጽዕ ውጥን ስራሕ ክልተ ሽሕን ዓሰርተ ትሽዓተን ንምዕዋት ውህደት ሰራሕተኛታት ህዝብን ሰራሕተኛታትን ክዓዝዝ ጸዊዑ። ኣብ ግብጺ ብዝተኻየደ መጥቃዕቲ ቦምብ ኣርባዕተ ሰባት ተቐቲሎም። ኣብ ናይጀርያ ኣብ መንጎ ሰራዊት መንግስትን ሽበራውያንን ኲናት ከም እተኻየደ ተቓሊሑ። ሩስያን ብሪጣንያን ገለ ካብ ኣባላት ዲፕሎማስያዊ ማእከላተን ክመልሳ ተሰማሚዐን። ባይቶ ዞባ ደቡባዊ ቀይሕ ባሕሪ መበል ዓሰርተ ሓሙሽተ ምዱብ ኣኼብኡ ብ ዕስራን ሸሞንተን ታሕሳስ ኣብ ከተማ ዓሰብ ኣካይዱ። ኣቦ ወንበር ባይቶ ኣቶ ዓሊ ኑር ዓሊ ኣብ ዘስምዖ ቃል፣ ተኣትዩ ዘሎ ሓድሽ መድረኽ ዝያዳ ውህደትን ተወፋይነትን ንውጽኢታዊ ስራሕ ዝሓትት ስለዝኾነ ኣባላት ባይቶ ኣብ ምጉስጓስ ህዝቢ፣ ምክትታል ትግባረ ዝውጠኑ ስርሓትን ኣበርቲዖም ክሰርሑ ከምዝግባእ ኣብሪሁ። ኣብቲ ኣጋጣሚ ኣብ ክልተ ሽሕን ዓሰርተን ሸሞንተን ኣብ ዝተሰላሰሉ መደባትን ዝነበሩ ብድሆታትን ዝገልጽ ጸብጻባት ብዝምልከቶም ሓለፍቲ ክቐርብ እንከሎ፣ ኣብ ምክልኻል ተመሓላለፍቲ ሕማማት ብሓፈሻ ኣብ ምግታእ ኤችኣይቪ ኤይድስ ድማ ብፍላይ ተመዝጊቡ ዘሎ ልዑል ኣፍልጦን ንቕሓትን ንዝበለጸ ብዝበለጸ ክስርሓሉ መዘኻኸሪ ቀሪቡ። ተሳትፎ ህዝቢ ኣብ ኮም ዝመርሖ ከባብያዊ ፅሬት ዝነኣድ ምዃኑ ኣብቲ ዝቐረበ ፀብፃባት ክንፅር እንከሎ፣ ሰማንያን ሸሞንተን ዓድታት ነቲ መደብ ሙሉእ ብሙሉእ ከምዘተግበርኦ ተፈሊጡ። ህዝቢ ተወሳኺ መምሃሪ ክፍልታት ኣብ ምስራሕን ንመምህራን ኣብ ምትብባዕን ዝወስዶ ተበግሶታት እኳ እንተሎ፣ ተሳታፍነት ተምሃሮ ብሓፈሻ ናይ ደቂ ኣንስትዮ ድማ ብፍላይ ንምዕባይ ዝካየድ ፃዕሪ ክብ ኣብ ምባል ተራ ኣባላት ባይቶ ወሳኒ ምዃኑ ተገሊፁ። ኣባላት ባይቶ ንዝቐረቡ ጸብጻባት ብዕምቆት ድሕሪ ምግምጋም፣ ተሳታፍነት ተመሃሮ ንምዕባይ፣ ኣቐዲሞም ብባይቶ ዝሓለፉ ውሳኔታት ብግብሪ ክስርሓሎም፣ ጽገና ኣብያተ ትምህርትን ጥዕናን ክቀላጠፍ፣ ተሳትፎ ህዝቢ ኣብ ምዕቃብ ማይን ሓመድን ክተባባዕ፣ ተራን ኣበርክቶን መንእስያት ዘዕዝዙ መደባት ድማ ቆላሕታ ክወሃቦም ዝብሉ ውሳኔታትን ለበዋታትን ኣመሓሊፎም። ኣመሓዳሪ ዞባ ደቡባዊ ቀይሕ ባሕሪ ኣምባሳደር መሓመድ ስዒድ ማንታይ ኣብ ዘስምዖ መዛዘሚ ቃል፣ ምስዚ ተኣትዩ ዘሎ ሓድሽ መድረኽ ተኣሳሲሩ ዝፍጠር ዕድላት በቲ ሓደ፣ ብድሆታት ድማ በቲ ካልእ ዝምልከት ሰፊሕን ዝርዝራውን መብርሂ ድሕሪ ምሃብ፣ ኣባላት ባይቶ ኣብ ምንቃሕን ምውዳብን ዕዙዝ ተራ ስለዘለዎም ብዕቱብ ክሰርሕሉ ኣዘኻኺሩ። ኣብ ክልተ ሽሕን ዓሰርተ ሸሞንተን ኣብ ዞባ ጋሽ ባርካ መደብ መኸተ ልምዓት ንምዕዋት ኩለን ዝምልከተን ጽላታትን ኮምን ዓቢ ኣበርክቶ ከምዝገበራ ኣብ ከተማ ባረንቱ ኣብ ዝተገብረ ገምጋም ተሓቢሩ። ንጸብጻብ ወኪል ኤሪና ኣካል መብራህቱ ሚኪኤል ሓድጉ።
ኣብዚ ዓመት'ዚ ኣብ ዓሰርተው ሽዱሽተ ንኡሳን ዞባታት ጋሽ ባርካ ብምውህሃድ መደብ መኸተ ልምዓት ንማሕበረ ቁጠባዊ ህይወት ህዝቢ ብእወታ ዝጸሉ ኣድማዕቲ ስርሓት ከምእተሰላሰሉ ኣዋሃዲ መኸተ ልምዓት ግንባር ምዕራብ ብሪጋደር ጀነራል ተኽለ ክፍላይ ገሊጹ። ላዕለዋይ ኮሚተ መኸተ ልምዓት ግንባር ምዕራብን ላዕለዎት ሓለፍቲ ዞባ ጋሽ ባርካን ኣብ ዝተረኽብሉ ብ ዕስራን ሸውዓተን ታሕሳስ ኣብ ባረንቱ ኣብ ዝተገብረ ገምጋም ብቐንዱ ኣብ ምህናጽን ምጽጋንን ትሕተ ቅርጺ ዘተኮረ፣ ብድምር ልዕሊ ክልተ ሚእትን ሰማንያን ክልተን ሽሕ ጉልበት ዝተሳተፎን ልዕሊ ዕስራን ኣርባዕተን ሚልዮን ናቕፋ ዝወደን ስርሓት ከም እተዓመ በሪሁ። እቲ መደብ ምስራሕ ዲጋታት፣ ረሃያታትን ዒላታትን፣ ምህናጽ ጽርግያታትን ቢንቶታትን፣ ምጽጋን ትካላት ማሕበራዊ ኣገልግሎት፣ ምስራሕን ምጽጋንን ፕሮጀክታት ቀረብ ማይ፣ ምህናጽን ምጽጋንን መንበሪ ኣባይቲ፣ ምሕያል ሕርሻዊ እቶታውነትን ምትብባዕ ንጥፈታት ምግራብን ዘጠቓልል ምዃኑ ተሓቢሩ። ንምዕዋት እቲ መደብ ኩለን ዝምልከተን ጽላታት እእጃመን ከበርክታ ክለዋ፣ ህዝብን ሰራዊትን ድማ ጉልበትን ገንዘብን ዘጣምረ ዓብይ ኣበርክቶ ከምዝገበሩ ኣብ ዝቐረበ ጸብጻብ ተገሊጹ። ኩባንያታት ህንጻ ሰገንን ብደሆን ከምኡ'ውን ማእከል ስልጠና ሃገራዊ ኣገልግሎት፣ ኮርፖሬሽን ጥሪትን ዘራእትን፣ ብዘይካ'ቲ በብጽላተን ዘሰላስሎ ልምዓታውን ትሕተ ቅርጻውን ዕማማት፣ ቴክኒካዊ ደገፍ ኣብ ምብርካት እውን ልዑል ኣስተዋጽኦ ከም ዝነበረን ኣብ'ቲ ዝቐረበ ጸብጻባት ተነጺሩ። ኣብ ዝመጽእ ዓመት ቀረብ ማይ ልዕሊ ኣርባዕተ ሚእቲ ዓድታት ምውሓስ፣ ኮም ዝሰረቱ መደባት ጽሬት ምስፋሕ፣ ከምኡ እውን ትካላት ማሕበራዊ ኣገልግሎት ምጽጋንን ምህናጽን ካብ'ቲ ብዕቱብ ዝስራሓሉ ምዃኑ ተሓቢሩ። ኣብ መዛዘሚ እቲ ገምጋም ብሪጋደር ጀነራል ተኽለ ክፍላይ፣ ተኣትዩ ምስ ዘሎ መድረኽ ሰላም ብናህሪ ዝግስግስ መደባት ልምዓት ብሓያል ብቕዓት ንምትግባር ውህደትን ናይ ኣሰራርሓ ፅሬትን ዓብይ ኣቓልቦ ክወሃቦ ፀዊዑ።
ኩለንትናዊ ብቕዓት ትምህርቲ ብሓፈሻ ናይ ማእከላይ ደረጃ ከኣ ብፍላይ ንምሕያል ውሁድ ፃዕሪ ኣገዳሲ ምዃኑ ብ ዕስራን ሽዱሽተን ዕስራን ሸውዓተን ታሕሳስ ኣብ ከተማ ባጽዕ ኣብ ዝተኻየደ ገምጋም ሃገራዊ መርመራ ሻሙናይ ክፍሊ ተገሊጹ። ወኪል ኤሪና ኢብራሂም ዑመር ንዝለኣኾ ጸብጻብ ፍርቱና ዓንዶም።
ኣብቲ ሓለፍቲ ትምህርቲ፣ ሱፐርቫይዘራትን ርእሰ መምህራን ንኡስ ዞባታት ሽዕብ፣ ገልዓሎ፣ ጊንዳዕ፣ ፎሮን ባጽዕን ከምኡ'ውን ናይ ስራሕ መሻርኽቲ ዝተሳተፍዎ ኣኼባ፣ ኣብ ጨንፈር ሚኒስትሪ ትምህርቲ ዞባ ሰሜናዊ ቀይሕ ባሕሪ ኣወሃሃዲ ሃገራዊ መርመራ መምህር ኣሕመድ ዑመር፣ ንተሳታፍነት ተምሃሮን ዘመዝግቡዎ ውፅኢትን ዝምልከት ዝርዝራዊ ፀብፃብ ኣቕሪቡ። ብመሰረት እቲ ፀብፃብ፣ ቁፅሪ ኣብ ክልተ ሽሕን ዓሰርተ ሸውዓተን ክልተ ሽሕን ዓሰርተ ሸሞንተን ኣብ መርመራ ሻሙናይ ክፍሊ ዝተሳተፉ ተምሃሮ ብዓሰርተ ሸሞንተ ነጥቢ ሓሙሽተ ሚእታዊት እኳ እንተዓበየ፣ ካብ ዝተሳተፉ ኣርባዕተ ሽሕን ሰለስተ ሚእትን ሰብዓን ሰለስተን ተምሃሮ መሕለፊ ነጥቢ ዘምፅኡ ኣርብዓን ኣርባዕተን ሚእታዊት ምዃኖም፣ እዚ ምስ ናይ ቅድሚኡ ዝነበረ ዓመት ክነፃፀር እንከሎ ድማ ብሓሙሽተ ሚእታዊት ከምዝነከየ ተፈሊጡ። ዓሰርተ ሽዱሽተ ኣብያተ ትምህርቲ ተመሃሮኡን ብምሉኦን ከምዘሕለፋ ዝሓበረ መምህር ኣሕመድ፣ ብቕዓትን ውጽኢትን ተመሃሮ ብብዙሕ ምኽንያት ከምዝጽሎ፣ ንምምሕያሹ ምጽዓር ድማ ውህደት ዝምልከቶም ኣካላት ኣገዳስን እዋናዊ ዛዕባን ከምዝኾነ ኣስሚርሉ። ብዝሒ ብኩራት ኣብ ተመሃሮን መምህራንን፣ ልሕሉሕ ምክትታል ወለድን ሸለልትነት ተመሃሮን፣ ካብቶም ቀንዲ ጠንቅታት ትሑት ውጽኢት ተመሃሮ ምዃኖም ብምንጻር ድማ፣ ንምፍዋሶም፣ ዝምድና ወለዲ፣ ተምሃሮን መምህራንን ክዓዝዝ ኣዘኻኺሩ። ኣብ ሚኒስትሪ ትምህርቲ ኣወሃሃዲ ሃገራዊ መርመራ ሻምናይ ክፍሊ ኣቶ ሃብተ ኣስፍሃ ከኣ፣ ውጽኢት ሃገራዊ መርመራ ሻምናይ ክፍሊ ናይቲ ዞባ ብመንጽር ብደረጃ ሃገር ዝተመዝገበ ብምንጽጻር መብርሂ ድሕሪ ምቕራብ፣ ብቕዓትን ደረጃን ትምህርቲ ንምምሕያሽ፣ ምዕዛዝ ተራ መሻርኽትን ኩሎም ኣካላትን ኣገዳሲ ከምዝኾነ ኣስሚርሉ። ሓላፊ ጨንፈር ሚኒስትሪ ትምህርቲ ኣብ ዞባ ሰሜናዊ ቀይሕ ባሕሪ ኣቶ ረሽድ መሓመድ ዑስማን ኣብ ዘስመዖ መዛዘሚ ቃል፣ ጂኦግራፍያዊ ኣቋውማን ክሊማንት ዞባ ንመስርሕ ምምሃርን ምስትምሃርን ካብ ዝብድሁ ሮቛሒታት ከምዝኾነ ብምግላጽ፣ ኣጋጢሙ ዘሎ ኩነታት ናብ ንቡር ብምምላስ ንዝበረኸ ውጽኢት ንምስራሕ ምስ ኣመሓደርትን ዓበይቲ ዓድን ዕቱብ ጻዕርታት ክካየድ ምዃኑ ኣነጺሩ።
እዚ ከምዚሉ እንከሎ፣ ምምሕዳር ከተማ ባጽዕ ብ ዕስራን ሽዱሽተን ታሕሳስ ኣብ ዘካየዶ ኣኼባ፣ ኣብ ክልተ ሽሕን ዓሰርተ ትሽዓተን ክትግበር ተወጢኑ ዘሎ መደባት ብኣድማዕነት ንምዕዋት ውህደት ሰራሕተኛታትን ህዝብን ክዓዝዝ ጸዊዑ። ኣመሓዳሪ ከተማ ባጽዕ ኣቶ ሃይለ ኣስፍሃ ኣብ ዝሃቦ መብርሂ፣ ኣብቲ ንኡስ ዞባ ኣብ መዳያት ጥዕና፣ ትምህርቲ፣ ቀረብ ማይ፣ ሕርሻ፣ ህዝባዊ ማእቶት፣ ወፈራ ጽሬት፣ ንጥፈታት ምግራብን ካልእን ዝተጀመረ መደባት ብዝለዓለ ክቕጽል ከምዝኾነ ገሊጹ። ኣብ ምምሕዳራት ከባቢ እምበረሚ፣ ሕርጊጎን ደጎልን ዝተሰላሰለ ኣድማዒ ንጥፈታት ምዕቃብ ሓመድን ማይን ከም ኣብነት ዝጠቐሰ ኣቶ ሃይለ፣ ብልዑል ኮማዊ ተሳትፎ ንምድንፍዑን መነባብሮ ዜጋታት ኣብ ምምሕያሽ ዘተኮሩ ውጥናት ንምትግባርን ተሳታፍነት መሻርኽቲ ክብ ክብል ኣዘኻኺሩ። ተሳተፍቲ ድልውነቶም ንዝለዓለ ውፅኢት ብምርግጋፅ ኣሃዱ መጥፋእቲ ሓዊ ዳግማይ ክውደብ፣ ኩነታት መሕረዲ ስጋ ክመሓየሽ፣ ናይ መጓዓዝያ ሕጽረት ዘለወን ምምሕዳራት ከባቢ ሕርጊጎን እምበረምን ፍታሕ ክናድየለን፣ ጽጉማትን ኣረጋውያንን ዝሕገዝሉ ባይታ ክናደ ዝብሉን ካልእን ርእይቶታት ኣቕሪቦም። ሚኒስትሪ ዕዮን ሰብኣዊ ድሕነትን ኣብ ማእከል መሰልጠኒ ደብዓት ብሞያ ቅዲ ክዳን፣ ሲንጀር፣ ምስሳይን ኣሰራርሓ ምግብን ንሽዱሽተ ኣዋርሕ ብክልሰ ሓሳብን ግብርን ዘሰልጠነን ሚእትን ተስዓን ሓሙሽተን ኣለይቲ ስድራ ብ ዕስራን ሸውዓተን ታሕሳስ ተመሪቐን። ኣብቲ ስነ ስርዓት ኣብ ሚኒስትሪ ዕዮን ሰብኣዊ ድሕነትን ኣዋሃሃዲ ማእከል ሞያዊ ስልጠናታት ኣቶ ገብረኣብ ፍስሃዬ ሰልጠንቲ ካብ ዓሰርተ ሽዱሽተ ንኡስ ዞባታት ዝተዋጽኣን ማሕበረ ቁጠባዊ ጸገማት ዘለወንን ምዃነን ብምሕባር እቲ ዕላማ ነብሰን ዝኽእላሉ ባይታ ንምጥጣሕ ምዃኑ ሓቢሩ። ሓላፊት ማእከል ሞያዊ ስልጠና ደብዓት ወይዘሮ ጅምዓ መሓመድኑር ብወገና፣ ሰልጠንቲ ኣብ ርእሲ'ቲ ዝተዋህበን ሞያዊ ስልጠና፣ ብመሰልጠኒ ማእከል ሆቴልን ቱሪዝምን፣ ኣብ ምስሳይ ተኣንገድቲ፣ ኣተዓቓቕባ መኽዘንን ክሽነን፣ ምቁጽጻር መግብን መስተን፣ መርሓ ዋኒንን ኣመዓባብልኡን፣ ከምኡ'ውን ውጥንን ካልእ ምስኡ ዝተኣሳሰር ዛዕባታትን ዘተኮረ ተወሳኺ ትምህርቲ ከምዝቐሰማ ኣብሪሃ። ወኪል ተመረቕቲ ድማ እቲ ስልጠና ኣብቲ ሞያ ንዝፀንሐን ድሩት ኣፍልጦ ከዕብያ ከምዝሓገዘን ድሕሪ ምብራህ ብስራሕ ከማዕብለኦን ናብረእን ከማሓይሻን ዘለወን ቅሩብነት ኣረጋጊፀን። ሚኒስትር ዕዮን ሰብኣዊ ድሕነትን ወይዘሮ ልኡል ገብረኣብ ኣብ ዘስመዓቶ መዛዘሚ ቃል፣ ሰልጠንቲ ረኺበንኦ ንዘለዋ ስልጠና ከም መንጠሪ ባይታ ተጠቒመን መነባብሮእን ንምምሕያሽ ኣበርቲዐን ክፅዕራ ኣዘኻኺራ። ዝኸበርኩም ተኸታተልትና ክትከታተልዎ ዝጸናሕኩም ዜናታት ውሽጢ ሃገር እዩ ነይሩ። ንዜናታት ወጻኢ ድሕሪ ዝሓጻር መሰጋገሪት ክንምለስ ኢና። ምሳና ጽንሑ። ዜና ወጻኢ ብ ዕስራን ሸሞንተን ታሕሳስ ኣብ ግብጺ ኣብ ከባቢ ሃረማት ጊዛ ኣብ መገዲ ዝተቐብረ ቦምባ ብምፍንጃር ብዝተኻየደ መጥቃዕቲ ሰለስተ ቬትናማውያን በጻሕቲ ሃገርን ንዕኦም ኣሰንዩ ዝጓዓዝ ዝነበረ ዜጋን ከምእተቐትሉ ንሰብመዚ ጸጥታን ትካላት ጥዕናን ብምጥቃስ ማዕከናት ዜና ኣቃሊሐን። በቲ በጻሕቲ ኣሳፊራ ዝነበረት ኣውቶቡስ ዝረገጸቶ ነታጒ ክልተ ብኸቢድ ዝተሃስዩ ዝርከብዎም ዓሰርተ ክልተ ከም ዝቖሰሉ ቀዳማይ ሚኒስተር ግብጺ ሙስጦፋ መድቦሊ ሓቢሩ። ናብቲ ቦታ ዝበጽሐ ቀዳማይ ሚኒስተር መድቦሊ፣ እታ ዓሰርተ ኣርባዕተ ቬትናማውያን በጻሕቲ ኣሳፊራ ዝነበረት ኣውቶቡስ ብዘይ ፍቓድ ሰብመዚ ጸጥታ ካብ መስመራ ወጻኢ ብምጉዓዝ ነቲ ብተፈንጃሪ ከም ዝረገጸት ብምሕባር፣ እቲ ሰብኣዊ ክሳራታት ብሰንኩ ዝሰዓበ ምዃኑ ገሊጹ። ዛጊት ናይቲ መጥቃዕቲ ሓላፍነት ዝወሰደ ኣካል የለን። እዚ መጥቃዕቲ እዚ ናይ በዓላት ልደትን ሓድሽ ዓመትን ናይ ዕረፍቲ ግዜኦም ኣብ ግብጺ ዘሕልፉ በጻሕቲ ብብዝሒ ናብታ ሃገር ኣብ ዝውሕዝሉ ዘለዉ እዋን ብምፍጻሙ ኣሉታዊ ጽልዋ ከይህልዎ ስግኣት ኣሎ። ኣብ ሰሜናዊ ምብራቕ ናይጀርያ ኣብ ወሰን ኣስም ቀላይ ጫድ ኣብ እትርከብ ከተማ ባጋ ብ ዕስራን ሽዱሽተን ዕስራን ሸውዓተን ታሕሳስ ኣብ መንጎ ሰራዊት መንግስቲ ናይጀርያን ሽበራውያን ሓይልታትን ኲናት ከም እተኻየደ ማዕከናት ዜና ኣቃሊሐን። እቲ ግጭት ምስ ዳዕሽ ምትእስሳር ከም ዘለዎም ዝተገልጹ ሽበራውያን፣ ስትራቴጅያዊ ኣገዳስነት ንዘለዋ ከተማ ንምቁጽጻር ብዝኸፈትዎ መጥቃዕቲ ከም እተበገሰ ተሓቢሩ። ሮይተርስ ኣብ ዝዘርግሖ ሓበሬታ፣ በቲ መጥቃዕቲ ብውሕዱ ዓሰርተ ሰባት ከም እተቐትሉን ሓያሎ ካልኦት ከም ዝቖሰሉን ብምግላጽ፣ ምልውዋጥ ተዅሲ ክሳብ ዕስራን ሸሞንተን ታሕሳስ ቀጺሉ ከም ዝወዓለ ኣረዲኡ። ኣፈኛ ሰራዊት መንግስቲ ናይጀርያ ኣብ ዝሃቦ መግለጺ ግና፣ እቲ ግጭት ከም እተዛዘመ ብምሕባር፣ ኣብዚ እዋን ሰራዊት መንግስቲ ነቲ ከባቢ ካብቶም ሽበራውያን ናይ ምንጻህ ስርሓት የካይድ ከም ዘሎ ኣፍሊጡ። እቶም ዝተቐትሉ ብዘይካ ሓደ ኣባል ሰራዊት ብምሉኦም ኣባላት'ቶም ሽበራውያን ሓይልታት ምዃኖም ዝሓበረ እቲ ኣፈኛ፣ ኣብ ወርሒ ለካቲት ክልተ ሽሕን ዓሰርተ ትሽዓተን ክካየድ ተወጢኑ ዘሎ ፕሬዚደንታዊ ምርጫ ናይጀርያ ኣብ ዝቃረበሉ ዘሎ እዋን ኣብ ዝተፈላለየ ከባቢታት እታ ሃገር ንዝንቀሳቐሱ ሽበራውያን ሓይልታት ክድምስሶም ምዃኑ ክገልፅ ፀኒሑ እዩ። ፕሬዚደንት መሃመዱ ቡሃሪ ንካልኣይ እብረ ክወዳደር ምዃኑ ድማ ኣፍሊጡ ኣሎ። ኣብ ምጅማር ናይዚ ዓመት ኣብ ልዕሊ ኣብ ብሪጣንያ ዝነብሩ ኣባላት ኣባል ስለያ ሩስያ ነበርን ጓሉን ድሕሪ ዝተኻየደ ናይ ምምራዝ ፈተነ ቅትለት ኣምባሳደራትን ዲፕሎማሰኛታትን ናይ ምስጓግ ስጉምቲ ዝወሰዳ ብሪጣንያን ሩስያን ገለ ካብኣቶም ክምለሱ ከምተሰማምዓ ማእከናት ዜና ብ ዕስራን ሸሞንተን ታሕሳስ ኣቃሊሐን። ኣምባሳደር ሩስያ ኣብ ብሪጣንያ ኣሌክሳንደር ያኮቬንኮ ኣብ ዝሃቦ መግለጺ፣ ካብ ምጅማር ወርሒ ጥሪ ክልተ ሽሕን ዓሰርተ ትሽዓተን ገለ ኣባላት ናይቲ ኣብ ከተማታት ሎንደንን ሞስኮን ዝርከብ ኤምባሲታት ክልቲኤን ሃገራት ንምምላስ ዘኽእል ስምምዕ ከም እተበጽሐ ኣረዲኡ። ብመሰረት ሓበሬታ ኣምባሳደር ሩስያ፣ ኩሎም ኣባላት ዲፕሎማስያዊ ማእከል ክልቲኤን ሃገራት ክምለሱ ዘሎ ተኽእሎ ትሑት እኳ እንተኾነ፣ ልዕሊ ፍርቂ ክምለሱ ከም ዝኾኑ ግና ኣሚቱ። መንግስቲ ሩስያ ነቲ ኣብ ልዕሊ ኣብ ብሪጣንያ ተሰዲዱ ዝነብር ኣባል ኣሃዱታት ስለያ ሩስያን ጓሉን ዝተፈጸመ ፈተነ ቅትለት ከም ዝሃንደሰ ዝኸስስ መንግስቲ ብሪጣንያ ን ዕስራን ሰለስተን ሩስያውያን ዲፕሎማሰኛታት ከም ዝሰወገ መንግስቲ ሩስያ ውን ኣብቲ ጉዳይ ኢድ ከም ዘይብሉ ብምንጻር ተመጣጣኒ መልሰ ግብሪ ከም ዝሃበሉ ይዝከር። መንነቶም ዘይተፈልጠ ዕጡቓት ብ ዕስራን ሸውዓተን ታሕሳስ ኣብ ሰሜናዊ ምዕራብ ቡርኪና ፋሶ ብዘካየድዎ ስርሒት ብውሕዱ ዓሰርተ ኣባላት ፖሊስ እታ ሃገር ከም እተቐትሉ ሰብ መዚ ጸጥታ እታ ሃገር ኣፍሊጦም። በቲ መጥቃዕቲ ሓያሎ ከም ዝቖሰሉ ዝገልጹ እቶም ሰበስልጣን፣ መንነት እቲ ፈጸምቱ ዛጊት ከም ዘይተነጸረ ሓቢሮም። ይኹን እምበር እቲ ስርሒት መቐጸልታ ናይቲ ኣብታ ከተማ ኣብታ ምዕራብ ኣፍሪቃዊት ሃገር ክካየድ ዝጸንሐ ተደጋጋሚ ሽበራዊ መጥቃዕትታት ክኸውን ከም ዝኽእል ናይ ቀረባ ተዓዘብቲ ይእምቱ። ኣብቲ ዞባ ዝንቀሳቐሱ ሽበራውያን ዕጡቓት ኣብ ርእሰ ከተማ ዋጋዱጉ ከይተረፈ ሰሊኾም ብምእታው ብዘካየድዎ መጥቃዕታት ሰብኣውን ጸጥታውን ክሳራታት ከም ዝወርድ ጸብጻባት የረድኡ። ኣብ ጥሪ ክልተ ሽሕን ዓሰርተ ሽዱሽተን ከምኡ'ውን መጋቢት ክልተ ሽሕን ዓሰርተ ሸሞንተን ኣብ ርእሰ ከተማ ዋጋዱጉ ብዝተኻየደ ሽበራዊ መጥቃዕታት ዜጋታት ኣስታት ዕስራ ሃገራት ዝኾኑ ብውሕዱ ሱሳ ሰባት ከም እተቐትሉ ኣይርሳዕን። ኣብ ናይጀርያ፣ ማሊ፣ ጫድን ካልኦት ሃገራትን ዞባ ምዕራብ ኣፍሪቃ'ውን ተመሳሳሊ መጥቃዕታት ከም ዝካየድ ይግለጽ። ኣሜሪካ ኣብ መጽናዕትን ምምዕባልን ስትራቴጂያዊ ኣጽዋር ከተካይዶ ንዝጸንሐት ስራሕ ከተስፍሖ ምዃና ኣፍሊጣ። እታ ሃገር ነዚ ዝሓበረት፣ ሩስያ ኣብ ምምዕባል ዝተራቐቐ ቴክኖሎጂ፣ ቴክኖሎጂ ኣጽዋር ጽቡቕ ትግስግስ ከምዘላ ኣብ ዝግለጸሉ ዘሎ እዋን እዩ፣ ፕሬዚደንት ቭላድሚር ፑቲን ሃገሩ ዘማዕበለቶ ዝተራቐቐ ስግረ ኣህጉራዊ ባሊስቲክ ሚሳይል ናብ መሳርዕ ሰራዊታ ከምዝጸንበረት ኣብዚ ሳልስቲ እዚ ምሕባሩ ይዝከር። በዚ ድማ ኣሜሪካ ክትወስዶ ምዃና ትገልጾ ዘላ ስጉምቲ ካብ ስግኣት ሩስያ ዝነቐለ ክኸውን ከምዝኽእል ምስታ ሃገር ቅርበት ዘለዎም ወገናት ይገልጹ። ቤት ጽሕፈት ምክልኻል ኣሜሪካ ማለት ፔንታጎን፣ ሃገሩ ካብ ክልተ ሽሕን ዕስራን ሸሞንተን ኣትሒዛ ንመስርሕ ምምዕባል ቴክኖሎጂ ኣጽዋር ከተማዕብሎ መዲባ ከምዘላ ሓቢሩ። ኣሜሪካ ካብቲ ንዘይምምዕባል ዝተወስደ ዝተወሰነ ኣጽዋር ብዝምልከት ቅድሚ ሰላሳ ዓመታት ምስ ሩስያ ዝኣተወቶ ውዕል ኣብ ዝሓለፈ ቀረባ ሳምንታት ድሕሪ ምውጽኣ፣ ውድድር ምምዕባል ኣጽዋር ክልቲኤን ሃገራት ክዓቢ ከምዝኽእል ክግለጽ ጸኒሑ'ዩ። ሩስያ ኣብ መጀመርያ ናይዚ ዓመት'ዚ ልዕሊ ፍጥነት ድምጺ ክውንጨፍ ዝኽእል ብጸረ ሚሳይል ዘይሰናኽል ቴክኖሎጂ ኣጽዋር ከም ዘማዕበለት ምግላጻ ይዝከር። ሓደ ጉጅለ ክኢላታት ስዊዘርላንድ ቅርጻ ምስ ቅርጺ ከባቢ እናቐያየረት እትጓዓዝ ፍልይቲ ሰብ ኣልቦ ነፋሪት ኣማዕቢሎም። እዛ ኣብ ስርሒት ምድሓን ህይወት ኣድማዒ ኣስተዋጽኦ ንኽህልዋ ዝማዕበለት ነፋሪት፣ ኣብ ጸቢብ ቦታ ከም እትጭበጥ፣ ኣብ ገፊሕ ቦታ ድማ ከም እትዝርጋሕ ዝሓበረ እቲ ጉጅለ፣ ሓደጋ ከየጋጥማ ብዙሕ ከም ዘይተስግእ ኣረዲኡ። እዛ ሰብ ኣልቦ ነፋሪት ካልኦት ተሽከርከርቲ ክኣትውኦ ኣብ ዘይክእላ ቦታታትን ፍርስራስ ህንጻታትን ብምእታው፣ ስርሒት ምድሓን ህይወት ኣብ ምዕዋት ኣበርክቶኣ ልዑል ከም ዝኸውን ይግለጽ ኣሎ። ምምዕባል ናይተን ኣብ ዝተፈላለየ መዳያት ዝነጥፋ ሰብ ኣልቦ ነፈርቲ በብእዋኑ እናዓበየ ይመጽእ ከምዘሎ ጸብጻባት የረድኡ። ናይ መወዳእታ ዜና ኣብ ፈረንሳ ኣብ ኣኽራን ኣልፕስ ንልዕሊ ኣርብዓ ደቓይቕ ብመንደ ረጋሕ በረድ ዝተደፍነ ወዲ ዓሰርተ ክልተ ዓመት ቆልዓ ብህይወት ክሰርር ምኽኣሉ ንብዙሓት ኣገሪሙ። እቲ ውጻእ መዓት ሬስኡ ንምርካብ ኣብ ዝካየድ ዝነበረ ብሄሊኮፕተራት ዝተሰነየ ስርሒት'ዩ ብተኣምር ብህይወት ክጸንሕ ክኢሉ። ብመሰረት መጽናዕቲ፣ ሓደ ሰብ ኣብ ትሕቲ በረድ ብገምጋም ልዕሊ ዓሰርተ ሓሙሽተ ደቓይቕ ብህይወት ክጸንሕ ከም ዝኽእል ይሕበር። ይኹን እምበር፣ እዚ ወዲ ዓሰርተ ክልተ ዓመት ቆልዓ ብዘይካ ናይ እግሪ መስበርቲ ካልእ ጸገም ከም ዘይጸንሖ ክፍለጥ ተኻኢሉ ኣሎ። እቲ ግዳይ ተደፊኑ እንከሎ ብኸፊል ኦክስጅን ረኺቡ ክኸውን ከም ዝኽእል እዮም ክኢላታት ግምቶም ዝህቡ ዘለዉ። ኣብ ኣኽራን ኣልፕስ ብመንረጋሕ በረድ ዓመታዊ ህይወት ብዙሓት ሰባት ከም ዝጠፍእ ይግለጽ።

ሰላም ዝኸበርኩም ተዓዘብቲ ንሎሚ ቀዳም ዝተዳለወ ዕለታዊ ዜና ስፖርት እንሆ። ሻምፒዮን ቅድድም ብሽክለታ ዞባ ማእከል 2018 ፅባሕ ሰንበት ኣብ ሓድሽ መወዳደሪ መስመር ሃገራዊ ኮርፖሬሽን መድሕኒ ኤርትራ ኣብ ዝካየድ ናይ ፍፃሚ ውድድር ክዛዘም እዩ ብመሰረት ኣቐዲሙ ዝተካየደ ውድድራት ካብ ቀዳማይ ዲቪዥን ብውህሉል ነጥቢ ዝመርሑ ዘለዉ ተቐዳድምቲ ያቆብ ደበሳይ 54 ዳዊት የማነ 31 ሲራክ ተስፎም ድማ 28 ነጥቢ ኣዋህሊሎም ኣለዉ ብግዜ ዓሰርተ ኣርባዕተ ሰዓት ሓምሳን ሽዱሽተን ደቂቕን ኣርብዓን ትሽዓተን ካልኢትን ሃሪሙ ዘሎ ሲራክ ተስፎም'ዩ። ኣርብዓን ሽዱሽተን ካልኢት ዝደሓረ ኣሮን ደብረጽዮን ከምኡ'ውን ሓደ ደቂቕን ሓምሳን ሸውዓተን ካልኢት ዝደሓረ ቢንያም ግርማይ ድማ ይስዕብዎም። ናይ ዓቐበት ውድድራት ዝሓለፈ ሓሙስ ተዛዚሙ እዩ። ያቆብ ደበሳይ ካብ ኤሪተር ብዓሰርተ ሓሙሽተ ነጥቢ ጎብለል ክኸውን እንከሎ፣ ዳዊት የማነ ኣስቤኮን ኣኽሊሉ ገብርሂወት ሓድነትን ካልኣይን ሳልሳይን ኮይኖም ስዒቦሞ። ኣብዚ ናይ ጽባሕ ውድድር ኩሎም ተቐዳደምቲ ዳኮርሶ ወሳኒ ናይ ፍጻመ ውድድራት ከካይዱ ትጽቢት ይግበር። ክቡራት ተዓዘብቲ ዕለታዊ ዜና ስፖርት ኣብዚ ተፈጺሙ ኣሎ።